ሰላም ንዓኹም ይኹን ዝኸበርኩም ተኸታተልትና ንሎሚ ዕለታዊ ዜና ሒዝና መጺና ኣልና ብቀንዲ ነጥብታቱ ክንፍልም ስርሒት ፈንቅል መኸተምታ ኢትዮጵያዊ ሕልሚ ዋንነት ባሕሪ ገለ ወተሃደራዊ ዓወታት ኩናት ክዛዝሙ እንከለዉ ገለ ወተሃደራዊ ዓወታት ድማ ሓሳባት ይዛዝሙ እቲ ኣንጻር ስርዓታት ኢትዮጵያን ዓለምን ዝተቓልሰ ቃልሲ ኤርትራ ግና ብመንገዲ ፈንቅል ካብ ሸሞንተ ክሳብ ዓሰርተ ሓደ ለካቲት ሽሕን ትሽዓተ ሚእትን ቴስዓን ነዚ ንኩናትን ሓሳባትን ዝሰዓረ ኣርሓ ኩሎም ወተሃደራውያን ዓወታት ዓለም እዩ ብምባል ኣሉላ ፍረዝጊ ዝተባህለ ተንታኒ ፖለቲካ ኣብ ሬድ ቲቪ ኮን ኣብ ዘስፈሮ ጽሑፍ ገሊጹ። ግብጽን ሱዕድያን ዕጡቓት ጉጅለታት ካብ ሱዳን ክወጹ ጸዊዐን። ኣብ ሱዳን ሲቪላዊ ድሕነት ዜጋታት ክረጋገጽ እንተድኣ ኮይኑ፣ ዕጡቓት ሚሊሻታት ካብ ከተማታት ሱዳን ክወጽኡ ሚኒስተራት ጉዳያት ወጻኢ ሱዕድያን ግብጽን ኣብ ዝገበርዎ ናይ ቴሌፎን ርክብ ከም እተዘራረቡ ሱዳን ትሪቡን ሓቢሩ። ፕረዚደንት ሶማሊላንድ ኣብ ዱባይ ኣብ ዝካየድ ዋዕላ መንግስታት ዓለም ክሳተፍ እዩ። ፕረዚዳንት ሶማሊላንድ ዓብዱራሕማን መሓመድ ዓብዱላሂ ኢሮ ኣብ ዋዕላ መንግስታት ዓለም ክሳተፍ ናብ ሕቡራት ኢማራት ዓረብ ማለት ናብ ዱባይ ከምዝገሸ ዳውን ኣፍሪቃ ዝተባህለ መደበር ሓበሬታ ገሊጹ። ኣብቲ ኣብ ዱባይ ካብ ሰለስተ ክሳብ ሓሙሽተ ለካቲት ዝካየድ ዓመታዊ ዋዕላ መንግስታት ዓለም ንኻልኣይ ተኸታታሊ ዓመት ንምስታፍ'ዩ ናብ ዱባይ ኣምሪሑ ዘሎ። ምክልኻል ሃገራዊ ስትራቴጂ ኣሜሪካ ክልተ ሽሕን ዕስራን ሽዱሽተን ኣብ ቀርኒ ኣፍሪቃ። ቀርኒ ኣፍሪቃ ከም ወሳንን ብጥንቃቐ ምትሓዝን ምክታልን ዝደሊ ኣብ ዓብዪ ስእሊ ስትራቴጂ ብሕቡራት መንግስታት ኣሜሪካ ኣትዩሉ ኣብ ዘሎ ሓድሽ መድረኽ ናይ ዋሽንግቶን ናይ ክልተ ሽሕን ዕስራን ሽዱሽተን ምክልኻል ሃገራዊ ስትራቴጂ ኣብ ልዕሊ ኣፍሪቃ ብፍላይ ድማ ኣብ ቀርኒ ኣፍሪቃ ንጹር ዝኾነ መርገጺ ብምውሳድ ኣብ ጉዳይ ምምካት ግብረ ሽበራ ሞያዊ ጸጥታ ውድድር ሓያላን ሃገራት ኣድሂቡ ብምስራሕ ንኣሜሪካ ዳግማይ ዓባይ ንምግባራ ልዑል ጻዕርታት ኣብ ምክያድ ይርከብ። ጊዚያዊ ምምሕዳር ትግራይ ካብ ጸለምቲ ከምዝወጹ

ግብጽን ሱዕድያን ዕጡቓት ጉጅለታት ካብ ሱዳን ክወጹ ጸዊዐን። ኣብ ሱዳን ሲቪላዊ ድሕነት ዜጋታት ክረጋገጽ እንተድኣ ኮይኑ ዕጡቓት ሚሊሻታት ካብ ከተማታት ሱዳን ክወጹ ሚኒስተራት ጉዳያት ወጻኢ ሱዕድያን ግብጽን ኣብ ዝገበርኦ ናይ ቴሌፎን ርክብ ከምእተዘራረቡ ሱዳን ትሪቡን ሓቢሩ። ሚኒስትሪ ጉዳያት ወጻኢ ግብጺ ባድር ዓብደልዓጥን ንሱዕዳዊ መዘንኡ ልኡል ፈይሰል ቢን ፈርሃን ኣብ ዝገበርኦ ናይ ቴሌፎን ዝርርብ ኣብ ጉዳይ ሱዳን ዘተኮረ ዘተ ድሕሪ ምግባሮም ኣብ ሱዳን ናብ ምቁራጽ ተጻብኦ ዘብጽሕ ፖለቲካዊ መንገዲ ንምኽታል ንምክኣል ሓሳባት ከምዝተለዋወጡ እቲ ሓበሬታ ኣረዲኡ። ሚኒስትሪ ጉዳያት ወፃኢ ግብፂ ኣብ ዘውፅኦ መግለፂ ዋላኳ ስም ዝኾነ ሚሊሻ ሓይሊ እንተዘይጠቐሰ መንግስቲ ሱዳን ግና ንሰራዊት ዳዕመልሰሪዕ ካብ ኩሉ ከተማታት ከውፅእ ንኹሉ ከተማታት ኣብ ትሕቲ ሰራዊት ሱዳን ክኸውን ከምዝግባእ ክፅውዕ ምፅንሑ ዝፍለጥ ኮይኑ ዕላማ ሰራዊት ሱዳን ሰራዊት ዳዕመልሰሪዕ ናብ መዓስከራት ምብራቕን ደቡብን ዳርፉር ክግዕዙን ከበድቲ ኣፅዋር ከረክቡን እዩ ዝበለ ሱዳን ትሪቡን ኣብዚ ሕጂ እዋን ዝበዘሐ ኣብ ዳርፉር ዝርከብ ከተማታት ተቖፃፂሩ ዘሎ ዳዕመልሰሪዕ ዝበዝሐ ከባቢታት ኩርዱፋን ቡሉ ናይል ኣብ ትሕቲ ቁጽጽሮም ምህላው ክፍለጥ ተኻኢሉ ኣሎ። እዞም ክልተ ሚኒስተራት ኣብ ዝገበሮ ናይ ቴሌፎን ርክብ፣ ውሑሳት ኮሪደራት መተሓላለፊ ሰብኣዊ ደገፋት ምፍጣር ዝብል ኮይኑ፣ ዝያዳ ኣብ ኣልፋሽር ዘሎ ሽግራት ኣተኪሮም ከም እተዘራረቡ እታ መርበብ ሓበሬታ ገሊጻ። ንታሪኻዊት ርእሰ ከተማ ዳርፉር ዝኾነት ስትራቴጂካዊት ከተማ ኣልፋሽር ኣብ ዕስራን ሽዱሽተን ጥቅምቲ ናይ ክልተ ሽሕን ዕስራን ሓሙሽተን ዝተቖጻጸረ ዳዕመል ሰሪዕ ነታ ከተማ ኣስታት ክልተ ዓመት መመላእታ ኣብ ከበባ ኣእትይዋ ምንባሩ ይፍለጥ። ኣህግራውያን ትካላት ካብታ እዚ ዕጡቕ ጉጅለ ዝተቐውጸጸረላ ዕለት ጀሚረን ኣብታ ከተማ ገበናት ኲናት ይፍጸም ምህላውን ምጽናት ዓሌት ይካየድ ምህላውን ክዛረባ ምጽንሓን እውን ካብ ዝኽሪ ዝረሓቐ ኣይኮነን። እዞም ክልተ መራሕቲ ቅልጡፍ ሰብኣዊ ደገፍን ዓማሚ ስምምዕ ምቁራጽ ተጻብኦ ክግበርን ሱዳናውያን ባዕላቶም ዝመርሑዎን ዝቕልስዎን ፖለቲካዊ መስርሕ ብህጹጽ ክጅመር ክጽውዑ እንከለዉ ግብጺ ንልእላውነት ግዝኣታዊ ሓድነት ሱዳን ዘለዋ ደገፍ ብምግላጽ ሃገራዊ ትካል ምስ ዕጡቕ ምልሻ ማዕረ ክረኣ ከምዘይግብኦ ኣስሚራትሉ። ፕረዚደንት ሶማሊላንድ ኣብ ዱባይ ኣብ ዝካየድ ዋዕላ መንግስታት ዓለም ክሳተፍ እዩ። ፕረዚደንት ሶማሊላንድ ዓምድራሕማን መሓመድ ዓብዱላሂ ኢሮ ኣብ ዋዕላ መንግስታት ዓለም ክሳተፍ ናብ ሕቡራት ኢማራት ዓረብ ማለት ናብ ዱባይ ከምዝገሸ ዳውን ኣፍሪቃ ዝተባህለ መደበር ሓበሬታ ገሊጹ። ኣብቲ ኣብ ዱባይ ካብ ሰለስተ ክሳብ ሓሙሽተ ለካቲት ዝካየድ ዓመታዊ ዋዕላ መንግስታት ዓለም ንካልኣይ ተኸታታሊ ዓመት ንምስታፍ'ዩ ናብ ዱባይ ኣምሪሑ ዘሎ። ኣብዚ ኣብ ዱባይ ዝካየድ ዋዕላ መንግስታት ዓለም ልዕሊ ሰሚእትን ሰላሳን ሃገራት፣ ኣህግራውያን ትካላትን ፖለቲካውያን መራሕቲ ዓለምን ከምዝሳተፉ ዝፍለጥ ኮይኑ ብመሰረት ወግዓዊ መግለጺ ሶማሊላንድ ፕረዚዳንት ዓብዱራሕማን መሓመድ ዓብዱላሂ ሶማሊላንድ ኣብ እተሰላስሎ ዘላ ልምዓታዊ መደባት ዝድህስስ ኣብ መስርሕ ህንጸት ሃገር ሰላም፣ ዴሞክራሲ፣ መደባት ሃገራዊ ልምዓት ኣድሂቡ መደረ ከስምዕ ምዃኑ ገሊጹ። እቲ ዝወጸ ወግዓዊ መግለጺ ብተወሳኺ እቲ ፕረዚዳንት ኣብቲ ኣብ ዱባይ ዝጸንሓሉ ግዜ ምስ ዝተፈላለዩ ኣህግራውያን መራሕትን ሰበ ስልጣን ኣብ ልምዓታዊ ምትሕብባር፣ ወፍሪ፣ ጸጥታን ንግድን ዘተኮረ ንሶማሊላንድ ምስ ኣህጉራውያን ትካላት ዝህልዋ ዝምድና ዘዕቢ ርክባት ከምዘካይድ ገሊጹ። ሶማሊላንድ ኣብ ሽሕን ትሽዓተ ሚእቲ ተስዓን ሓደን ካብ ሶማል ብገዛእ ፍቓዳ ተገንጺላ ዝተፈለየት ናይ ገዛእ ርእሳ ምምሕዳር ዘለዋ ክልል ኮይና ኣብዚ ሕጂ እዋን ካብ እስራኤል ኣፍልጦ ሃገርነት ካብ እትረከብ ንደሓር ብዙሕ ዲፕሎማስያዊ ምንቅስቓሳት ክተካይድ ትረኣ ምህላዋ ጸብጻባት ይገልጹ። ኣብ ዝሓለፈ ወርሒ ኢትዮጵያ ንሶማሊላን ኣፍልጦ ሃገርነት እንተድኣ ሂባታ፣ ኢትዮጵያ ወደብ ባርባራ ናይ ምጥቃም መሰል ክትህባ ምዃና እማመ ኣቕሪባ ምንባራ ዝዝከር እዩ። ዝበዝሓ ሃገራት ዓለምን ኣህጉራውያን ትካላትን ነቲ ብኢስራኤል ዝተዋህበ ንሶማሊላን ከም ሃገር ዘፍልጥ ውሳነ ከም ዝተቓወምዎ ዝፍለጥ ኮይኑ፣ ሶማል እውን ልኡላውነታ፣ ግዝኣታዊ ሓድነታ ንምዕቃብ ከም ወካሊት እስራኤል ብምዃን ነቲ ጉዳይ እትመርሕ ሕቡራት ኢማራት ዓረብ ካብ ሃገራ ከም እተውጽእ ምግባራ ይዝከር። ምክልኻል ሃገራዊ ስትራቴጂ ኣሜሪካ ክልተ ሽሕን ዕስራን ሽዱሽተን ኣብ ቀርኒ ኣፍሪቃ። ቀርኒ ኣፍሪቃ ከም ወሳንን ብጥንቃቐ ምትሓዝን ምክትታልን ዝደሊ ኣብ ዓብይ ስእሊ ስትራቴጂ ብሕቡራት መንግስታት ኣሜሪካ ኣትዩሉ ኣብ ዘሎ ሓድሽ መድረኽ ናይ ዋሽንቶን ናይ ክልተ ሽሕን ዕስራን ሽዱሽተን ምክልኻል ሃገራዊ ስትራቴጂ ኣብ ልዕሊ ኣፍሪቃ ብፍላይ ድማ ቀርኒ ኣፍሪቃ ንጹር ዝኾነ መርገጺ ብምውሳድ ኣብ ጉዳይ ምምካት ግብረ ሽበራ፣ ማያዊ ጸጥታ፣ ውድድር ሓያላን ሃገራት ኣድሂቡ ብምስራሕ ንኣሜሪካ ዳግማይ ዓባይ ንምግባራ ልዑል ጻዕርታት ኣብ ምክያድ ይርከብ። ህሉው ምክልኻል ሃገራዊ ስትራቴጂ ኣብ ክንዲ ኣብ ወፍርታት ሃገራዊ ህንጸትን ደሞክራስያዊ ምስፍሕፋሕን ኣተኲራ ምስራሕ ኣብቲ ስትራቴጂካዊ ኣማራጺታት ኣተኲርካ ምስራሕ ዝብል ሓድሽ ኣገባብ ይጥቀም ምህላዉ ዝጠቐሰ እቲ ሓበሬታ፣ ቀጥታዊ ወተሃደራዊ ህላውነት ዘውሕድ መሻርኽቲ ንምሕያል ዓብለልቲ ኮይኖም ንኽወጽኡ ምትብባዕ፣ ረብሓ ኣሜሪካ ኣብ ዝትንክፈሉ ኣብ ዘስግእ ኩነታት ምስ ዝወድቕ ግና ምትእትታው ንምግባር ዝዕላምኡ ሓድሽ ኣሰላልፋ ኣማዕቢሎም ምህላዎም ክፍለጥ ተኻኢሉ ኣሎ። እዚ መጻወር ኣቋውማ ሕቡራት መንግስታት ኣሜሪካ ኣብ ሶማል፣ ኢትዮጵያ፣ ጅቡቲ፣ ኬንያን ኤርትራን ዝኣምሰላ ጂኦግራፍያዊ ቦትኣን ኣብ ኣገዳሲ ስትራቴጂ ዞባ ቀይሕ ባሕሪ፣ ወሽመጥ ዓደንን ምዕራባዊ ህንድን ውቅያኖስን ዘቐመጠን ሃገራት ከም ዝሰርሕ ኮይኑ ተላልዩ ምህላዉ ተገሊጹ። ስትራቴጂካዊ ስነ-ሞጎት ጽምዶ ኣሜሪካ ኣብ ቀርኒ ኣፍሪቃ ኣብ ጸረ ግብረ ሽበራ፣ ማያዊ ጸጥታን ውድድር ምስ ሓያላን ሃገራት ዘተኮረ ስትራቴጂካዊ ሽርክነት ክህልዎ ዓሊሙ ከም ዝሰርሕን ዝያዳ ድማ ኣብ ቀርኒ ኣፍሪቃ ኣተኪሩ ምህላዉን እዩ እቲ ምክልኻል ሃገራዊ ስትራቴጂ ክልተ ሽሕን ዕስራን ሽዱሽተን ዝገልጽ። ኣብ ጉዳይ ግብረ ሽበራ ንኣሜሪካ ከጥቅዕ ዝኽእል እስላማዊ ምንቅስቓስ ንምድራት፣ ብኣልሸባብ እትሕመስ ሶማል ከም ቀንዲ ዕላማ ገይሩ ዝሰርሕ ፖሊሲ ኣሜሪካ፣ ንማያዊ ጸታ፣ ንቀይሕ ባሕርን ህንዳዊ ውቅያኖስን ዘራኽብ ቀርኒ ኣፍሪቃ ብዕቱብ ምክትታልን ንወሳኒ ተርኡ ኣብ ንግዳዊ መስመራት ንምሕላው ይሰርሕ።

ስርሒት ፈንቅል መኸተምታ ኢትዮጵያዊ ሕልሚ ዋንነት ባሕሪ። ገለ ወተሃደራዊ ዓወታት ኲናት ክዛዝሙ እንከለዉ፣ ገለ ወተሃደራዊ ዓወታት ድማ ሓሳባት ይዛዝሙ። እቲ ኣንጻር ስርዓተ እቲ ኢትዮጵያን ዓለምን ዝተቓለሰ ቃልሲ ኤርትራ ግና ብመንገዲ ፈንቅል ካብ ሸሞንተ ክሳብ ዓሰርተ ሓደ ለካቲት ሽሕን ትሽዓተ ሚእትን ተስዓን ነቲ ንኲናትን ሓሳባትን ዝሰዓረ ኣርሓ ኩሎም ወተሃደራውያን ዓወታት ዓለም እዩ ብምባል ኣሉላ ፍረዝጊ ዝተባህለ ተንታኒ ፖለቲካ ኣብ ሬድሲ ቢኮን ኣብ ዘስፈሮ ጽሑፍ ገሊጹ። ስርሒት ፈንቅል ኣብ ውሽጢ ሰብዓን ክልተን ሰዓታት ንከተማ ባጽዕ ሓራ ብምግባር ንዘይሕጋዊ ሕልሚ ኣፍደገ ባሕሪ ኢትዮጵያ መኸተምታ ዝገበረ ንመወለታ ዝሑል ኲናት ዘፍሸለ ሓይሊ ሰረተ እምነት ኣብ ልዕሊ ኣጽዋርን መቑጸር ኣልቦ ሓይሊ ሰራዊትን ከም ዝበልጽ ዘረጋገጽ ስርሒት እዩ ስርሒት ፈንቅል። ስርሒት ፈንቅል እቲ ናይ ዓውደ ኲናት ዓወቱ ጥራይ ዘይኮነ ብስትራቴጂካዊ ኣተሓናጻጽኡን እፁብ ድንቂ ስርሒት እዩ ዝበለቱ ፅሑፍ ኣእምራዊ ብልሒ መሪሕነት ህዝባዊ ሰራዊትን ዝተራእየሉ ረቂቕ ወተሃደራዊ ቅዲ ተጠቒሙ ንፀላእቱ ዘይፅቡየ ሓደጋ ዘውረደ ንህዝቢ ኤርትራ ዋጋ ፃዕሩ ዝኸፈለ ስርሒት እዩ። ስርሒት ፈንቅል ናይ ኤርትራ ልእላውነት ፈጢርዎ ዘይኮነ ወግዓውነት ዘልበሰ ንኣህግራዊ ሕጊ ጥራሕ ዕድል ውሳነ ዘይሃበ ብቕልፅሙ ዋንነት ባሕሩ፣ ምድሩን ኣየሩን ዘረጋገፀ ስርሒት እዩ። ስርሒት ፈንቅል ንተኣምረታዊ ኣፈፃፅምኡን ሃንደበትነት ምስዋር ክፍለ ሰራዊት ሰብዓን ካብ ኣሶሳ ኢትዮጵያ ናብ ምፅዋዕ ዝገበረቶ ጉዕዞን ነቲ ስርሒት ንምፍፃም ዝተዋደደ ኩሉ ኣጋውላት ንጎኒ ገዲፍና ስርሒት ፈንቅል ወታሃደራዊ ዓወት ጥራይ ዘይኮነ ጂኦፖለቲካዊ እርማት እውን እዩ ዝበለ እቲ መርበብ ሓበሬታ ዓቕሚ ሓይሊ ኢትዮጵያ ዘግሃደ ሓደጋታት ሃፀያዊ ኣፅንፅዋይ እንታይ ከምዝመስል ዘርኣየ ኤርትራዊ ልኡላውነት ኣብ ትሕቲ ዝኾነ ይኹን ኩነታት ኣብ ዋጋ ዕዳጋ ዘየእቱ ብቐሊል ዋጋ ከም ዘይመጸ ንዘረጋገጸ ንኢትዮጵያውያን ድማ ዘልኣለማዊ ትምህርቲ ዝሃበ ስርሒት እዩ። እቲ ክመሃር ዘይክእል ታሪኽ ክደግም ከም ዝኽእል ክፈልጥ ከም ዘለዎ ዘግሃደ ስርሒት እዩ ስርሒት ፈንቅል። ስርሒት ፈንቅል ዋሕስ ኣፍደገ ባሕሪ ኤርትራ ብምዃን ኤርትራ ኣብ ልዕሊ ወደባታን ገማግም ባሕራን ልእላዊ ውሳነ ንኽትውስን ዘብቀዐ፣ ንኽትጥቀምን ተጠቀምቲ ብሕጋዊ ኣገባብ ክትህብን ክትከልእን ዝመስከረ ንወረርቲ ኣስፋሕፋሕቲ ሓለምትን ንብዝሒ ህዝቢ ከም መተካእታ ሓይሉ ዝቆጽሩ ዓያሹ ግቡእ ትምህርቲ ዝሃበ ውጽኢት ኩሎም ኤርትራዊ ሰውራ ዝፈጸመ ስርሒታት እዩ። ምሕራር ከተማ ባጽዕ ንሰውራ ኤርትራ መፈጸምትኡ ዘብጽሐ ናይ መወዳእታ ቁርጺ ዝሓዘን ባብ ሓርነት ኮይኑ ዓሚቝ ሰውራዊ ውርሽኡ ንዞባ ቀይሕ ባሕርን ቀርኒ ኣፍሪቃን ዳግመ ዝፈጠረ ኣህግራዊ ስርሒት እዩ። ስርሒት ፈንቅል ዝኽሪ ጥራይ ዘይኮነ ስትራቴጂካዊ ዲሲፕሊን ስነ-ኣእምሮኣዊ ቅዲ ኩናት ንዝሓይለ ሰራዊት ኣጽዋር ክስዕር ዘኽኣለ ፖለቲካዊ ንጹርነት ሕርያን ዘዘኻኽር ሰረት እምነት እዩ። ብዶክተር ኣቢ ኣሕመድ ዝምራሕ ፈደራላዊ መንግስቲ ኢትዮጵያ ነቲ ኣብዚ እዋን እዚ ኣብ ልዕሊ ኤርትራን ሉላዊ ኣፍደገ ባሕራን ብተደጋጋሚ ይዛረቦን ናይ ይግበኣኒ ዝብል ኣጉል ኣተሓሳስባን እምነትን እኹል ታሪኻዊ መልሲ ዝኾነ ስርሒት ፈንቅል ንኣለኒ ኢሉ ዝምከሓሉ ዘሎ ሓይሊ ሰራዊትን ዘመናዊ ኣጽዋር ታሪኽ ስርሒት ፈንቅል ደጊሙ ክርእን ከንብብን ከምዝግበኦን ዘዘኻኽር ቅነ ዝኽርን ፌስቲቫልን ፈንቅል እዩ። መንግስቲ ኢትዮጵያ ኣለኒ ዝብሎ ዘሎ ዘራይን ወኪልዎ ዘሎ ሓይልን ከጋግዮ ንናይ ደገ ሓይሊ ኣሚኑ ዘኹዘዝዮ ዘሎ ወግሐ ጸብሐ ቃና ኹናት ኣይኮነን ዶ ሎሚ ኤርትራ ናጽነታ ረኺባን ምሉእ ሓይሊ ሃልይዋን ኣብ እዋን ሰውራ ውን ኢትዮጵያ ምስ ኩሉ ዓለማዊ ዞባውን ደገፋታ ጽፍራ ክትከልኣላ ኣይከኣለትን እሞ ሕጂ ድማ ካብኡ ተማሂሮም ውሽጣዊ ጸገማቶም ንምፍታሕ እኹል ትምህርቲ የመሓላልፍ ኣሎ ስርሒት ፈንቅል ወደባት ኤርትራ ብሕጋዊ መንገዲ ኢትዮጵያ ክትጥቀመለን በቒዓ ምንባራ ናይ ትማሊ ዝኽሪ ኮይኑ፣ ኤርትራ ኣብ ዝኾነ እዋን መን ብዘይገድስ ብሕጋዊ ኣገባብን ንፖሊስ መንግስትን ህዝብን ኤርትራ ኣኽቢሩ ብግዝኣተ ሕጊ ንዝግዛእ ሃገር ልእላዊ ኣፍደገ ባሕሪ ናይ ምጥቃም ተኽእሎታት ተኸሊኡ ኣይፈልጥን። ስርሒት ፈንቅል ነጻ ፖለቲካዊ ሕርያ ኤርትራ ናብ ጸሓይ ዘውጸ፣ ንናይ ኢትዮጵያ ናይ ኣፍደገ ባሕሪ ድማ ኣብ ደበናታት ዝሰኾዐ ስርሒት እዩ። ዝኸበርኩም ተኸታተልትና ንሎሚ ዝበልናዮ ዕለታዊ ዜና እዚ ክትከታተልዎ ዝጸናሕኩም እዩ ነይሩ። ጽባሕ ብኻልእ ዕለታዊ ዜና ክሳብ ንራኸብ ንኹልና ኣኣብ ዘለናዮ ሰላም።